ስለዝኾነት ብዙሓት ተኸታተልቲ ስለዘለዋ ኣብኣ ክሰርሕሲ ድሌት ኣለኒ ኣነ ግን ብኸመይ ክኸውን ይኽእል? ኣነ ውን ድሌት ኣለኒ ከም ጋዜጠኛ ኮይነ ኢንተርቪው ክግብር ሰባት ስለዚ ክልቴና ዘይንቀያየር እቲ ቦታ። ሽንግርዋ ን ደረፍቲ መን ተሕልፍሲ ን ተዋሳእቲ ውን ከምዚ ናይ ሽንግርዋ መደብ ተተኣታትወሎም እምበር እዞም ዘለዉ ተዋሳእቲ ሲ ኣብ ስርሖም ብዙሕ ይኣገድቲ ኣይኮኑን ዝበዝሕ ዘረባታት ናይ ሰብ ኮነ እንታይ ምል።
ጽቡቕ ተዝህሉ ጽቡቕ ትወዳደር ብቕዓትካ ትርኢ። ምስጋና ትበሃል ንፍዕቲ ደራፊት መጽያ ነይራ ሰብ ኣዛሪባ ገለ ዓጂበኒ ዝደረፈት።
ንፍዕቲ ደራፊት ዲያ ነይራ?
ማለትሲ እቲ ድምጻስ ብህዝቢ ተቐባልነት እናሃለዎ ስለ ዝመለሰትሎም ሓሪቖም ኣትሪፎማ ገለ ዝብል ርእይቶታት ይስማዕ ነቲ ዜሮ ሳዕሲዒትሲ ምስ ደርፊ ይከይድ እዩ በቃ። ቴሌቪዥን ነጥፍኣ ከማን ከምኡ ኣገብር እንከለዎ ክብሉ እንከለዉ ንዓና ውን ይትንክፉና ኣለዉ ምስ ናትና ስራሕ ዝተሓሓዝ እዩ ኤሪ ቲቪ ከጥፍኡ ከለዉ ንሕና እንደለና ናብ ህዝቢ ዝዝርግሑ መደባት ክረኣየልና እንደለና ከመይ ትረኣዮ እዚ? ሰለስተ ሚልዮን ህዝቢ ሪኤና ንዓይ ካባይ ናይ ሓምሳኻ ናይ ሚእቲ ገረንስ ኣይግድሰንን ኣነ እዚኦም ግን ናቶም ሪኢቶም ክኸውን ይኽእል እዩ እዚ ሰለስተ ሚልዮን ህዝቢ ይሪኤኒ ምዃኑ ብተለቪጅን ስለ ዝኣምነ ኣነ ጸገም ኣይኮነን ማለት እዩ ናቶም ሪኢቶ እዩ ይብለካ ክትቅጽል ኢኻ ማለት እዩ ዋእ ቀጽሎ ንቀጻጽሎ ፈረቓን ጨፈሉን ደረጃ እዚ ደኣ ንዋይ ናይ ታሽ ምዃኑ ኣቐዲመ ዝነገርኩኻ ካብ ህዝቢ ንሓሙሸተ ሰባት ሓቲትና ዝኣከብናዮ እንድዩ ክቋርጾ ኣለዎ ደርፊ ኣርት ኖኖ ደርፊ ዘይኮነሲ እቲ ሳዕስዒት ኣብ መድረኽ ደካይዶ ዋእ ሕጂ ክማን ፕሮቮ ክገብር ጸኒሐ መጺኣ ሕጂ። ከምኡ ኢሉ ሓድሽ ሓድሽ ክስታይ ሓድሽ ቅዲ ናይ ሳዕሲዒት ገለ መለ እዚ ሕጂ ፕሮቮ ክገብር ጸኒሐ።
ገዲፍክዮ ከ ናብ ምንታይ ካልእ ዓውዲ ኢኺ ክትከዲ? ኣነ ኣይገድፎን እየ ንስነጥበብ ኣይገድፎን እየ ንስነጥበብ ግን ክማወተሉ ክጽዕር እየ። እቲ ህዝቢ ብጥብቂ ዝደልያ ዘሎ ነገር ድያኑ ይጉደሉ ይበሃል ኣሎ እንታይ ውሳኔ ይኹን ብክልተ ሰብ ኣይትኸይድን እታ ሎጂክስካ ቅድም ተረዳኣ እባ ህዝቢ ህዝቢ ጥራሕ ኣይትበልሰሉ ብሎጂክስ ቅድም ኣማኒ ንስ እቲ ድሌት እወ ግን እቲ ድሌት ናይ ህዝቢ ትማሊ ታዲያ ንኸይትፈልጥ ግበር ሕጂ ክልቴና ኣለና ሓደ ሰብ መጺኡ ሕጂ ንፍረዶ ኣነ ሓሊፉ ኣለኹ በቃ እስኻ እንታይ ትብል ኣይሓለፈን እንታይ እዩ እቲ ውሳኔ ስለኩም ተኸታተልትና ከምዚ ክትከታተሎ ዝጸናሕኩም እዚ ቃለ መጠይቕ ኣዝዩ ሰሓቢ ነይሩ ድሃብ ፋይቲንጋ ምስቲ ክወርዳ ዝጸንሐ ዕቤታታት ምናልባት ከተቋርጾ ከም ትኽእል ኣብ ዝሓጸረ ግዜ ኣተንዳ ሃቢላትለይ ኣላ ኣነ ሱሌማን ኦኬ ሶሪ ኖ ኖ ኖ
ኣነ ከምኡ ዝበልካኒ መሲሉኒ ከምኡ እንተዘይኮይኑ ከዓ
ይቕረታ ይቕረታ ክንብል ወዲና ለካሲ

እታ ዝኸበረት ስራሕካ ኣብዚ ናይ ቅብኣ ክንደይ ኣውፅያ ትልካ ወይ ክንደይ ሸይጠያ ትብል
ነዚ ቀሪብካለይ ዘለካ ሕቶታት ዘለዋ ምትእሳር ንገረኒ ኣነ ሓንቲ ቅብኣ ስለ ዘለካ ቅብኣ እንዲካ ዘለካ እቲ መሸጡ እንታይ
ንዓይ ጥራሕ ከም ቀባኢ ዝምልከት ዶ ኣይኮነን
ካልእ እውን ኣብነት ክኸውን ምናልባት ካልኦት ምስዕብዎ ኣብነት ዝኸውን እቲ ስራሕ እዩ ኣብነት ዝኸውን እቲ ኖ ሰሪሕካ ገለ ትረኽበሉ ክኸውን ኣለካ እኮ ዝኾነ ሰብ ሰሪሑ ከምኡ ድዩ ርእስትና ኖ እግረ መንገድና ንሓቶ ዘለና እኮ እዩ መልሓንቲ ዝሳይ ዘለዎ ዝኾነ እግረ መገዲ ካብዚ ኩሉ ሕቶታት ካልእ ሕቶ ተሳኢኑ ብዛዕባ ስራሕተይ ዝኾነ ነገር ከይበልካንስ ክንመፅእ ብዛዕባ ኮይና ሓደ ስርሐይ እንታይ ኖ ኖ ከይተ- ና- ናብኡ ክንመፅእ ማለት- ኢና ፀገም ዘለዎ ኣይኮነን ክንመፀካ ኢና ናብኡ ዝውን ሕዝካዮ መፂኻ ኮለኻ እዚኣ እውን ቀላል ሕቶ መስለና ነታ ዝኸበረት ስራሕ እቲ ናይ ቅብኣ ዝበሃልሲ ቀቢእካ ጥራይ ሱቕ ኢልካ ተቐምጦን ትወግኖን ኣይኮነን ኣይደኖ ምስኡ ስራሕ ትሸጦ ገለ ታዊታት ትረኽበሉ
ዝኾነ መእተዊ እንተፀበቕካላ ዝኾነ
ድሓን ፀገም ዘለዎ ኣይኮነን እቲ ክትምልሶ ዘይደሊ ሕቶ ክንሓልፎ ንኽእል ኢና እኮ
ክስታይ ኢና ዋላ ኣይተሰማማዕና ዋላ ኣይሰማማዕና ንግደፎ ስለምንታይ ንገድፎ ምሉ መዓልቲ ብዚ ፍጭም ኢለ ክፅበ ፀኒሐ ነዘን ዓሰርተ ዓሰርተ ሓሙሽተ ተዝኸእለ ንምልሰን ኣነ እዚኣ መልሰልካ እየ ኣብ ቅርፃ ይፈታትን እየ ነንእሽ ዘፍትን እየ መልሲ ዶ ይኮነን እዚ ደስ እታ ቅርፃ ዝፈተንኳ ሒዘያ ክመፅእ ነይሩኒ ብዚ ስቲድዮ ከምኡ ኣይነበርኩምን እምበር ንኣብነት ዝኸውን ኣብዚ እንሀልካ ረእዮ ረእዮ ልኡል ባዕልኻ ክትርእዮ ትኽእል ኢኻ ብዛዕባ ዝተሓተኒ መሲሉኒ ነይሩ በብ ዓመተ ምህረቱ ኣብ ዝተፈላለየ እዋን ዝስራሕክዎ ስርሓት እዩ ጽቡቅ ነይሩ እዚ ነይሩ እዚ ከምዚ ክኸውን ዝግብኦ ነይሩ ትሕቶ እሞ እንታይ ደኣ እሞ እሞ
ኣነ ደይ እሞ ኣነ ደይ እሞ ኣነ ኣነ ከምታይ ሓጢኣት ኣነ ሲ ረእያ እሞ እዛ ከምዛ ዝበልኩኻ ሕጂ ከይደ ክዳን ቀይረ መጽያ ኣነ ኣነ ከማን ቃለ መሕትት ኣለካ ገይረ ዘይፈልጥ ክራባት ክራባታ እሞ ደሓና ክእኸል ደሓን እስኪ ስእና እተን ዘለዋ ሕቶታት እሞ ንቐፅለን
ሚካኤል ሕጂ እውን ኣብታ ናይ ብዝሒ ክዛረበካ እንዴ ከም ስፍሕ ዝበለ ከም ምዃኑ መጠን ገለ እናገለፅካ እሞ ግን ከመይ ቢለ ስቂለ ግምት ክዛረብ እሞ ክተረድኡለይ

ኣብ ከምዚ ዝበልካዮ ጽቡቅ ኣለኻ ኣብ ናይ ውልቅኻ ዝያዳ ኣተኪረ ክሓተካየ ቤዚክ ዝኾነ ከም ዝበልኩኻ ግን ቅብኣ ናትካ ኣብ ዝተሸጠ ነይነይቲ ትመስል ነይ ናይ ዕላማ ዝወቕዐት እያ ኣነ እዚ ቃለ መሕትትና ኣርእስቱን ዕላምኡን ክንጸረለ ይደሊ እየ ብዛዕባ ሸቐጥ ኢኻ ትዛረበኒ ዘለኻ ብዛዕባ ቢዝነስ

እዚኤን እየን ደሓን ክሕተታ ኣነፅረለይ ካኣ ተባሂለን ሳምሶም ዘለዋ ኣነ እወ ኣነ ደሓን ኣነፅረለይ እሞ እወ ኣነ እ፣ እቲ ዝ- እቲ ዝኽእሎን ዝፈልጦን እዩ ደሓን ዝ- ክን ዝ- ደግማ ኢና ተወልዶ እሞ ካብ መጀመርታ ሕጂ ምኪኤለ ርግእ እሞ በል መጀመርታ ኣረ፣
ረጊኦ እኮ እየ ዘለኹ እታ ሳምሶም ኩነታት እሳ እንድያ ደላ ሕጂ ሕጂ ኢንተርቪው እንዲና ንገብር ዘለና እሞ ኢንተርቪው ኢና እኮ ንገብር ዘለና ተረዲእኻኒ ሕጂ እዘን ሕቶታት እዚኤን ከዓ ናተይ ኣይኮናን እም፣ እታ ኩነታትሲ ከመይ ምዃናስ ትፈልጣ ኢኻ ሓቀይ እንድየ ሕጂ ንዐኣን ግን ብኸመይ ጌርና ኣንጸባሪቕናስ ክነቕርበን ኣለና ኢኻ ክብል ክፍትን እየ ላላ ሕራይ እታ ሕቶ ተመለሳ ድሓን ክሳይ እናበለ ከመይ ከመይ ጌርና ንመልሳሲ ናይ ክልቴና ሕቶ እያ እዚኣሲ ናተይ ሕቶ ኣይኮነን ሕራይ ሕራይ ሶሪ ግለጺ እታ ሕቶኻ እውን ኣይተረዳእናን እንተኾይኑ ድሓን በቃ ክስታይ ንግበር ድሓን ምኪኤል ክንርእዮ እሞ ከም ብሓድሽ እንታይ ጌርና እንታይ እንታይ ሕቶታት ሒዝና ክንመጽእ ከም ዘለና ወይ ብናትና ድዩ እዚኤን ብሃይ በለኻን ኣለዋ እዚኤን እየ ድሓተካ ደለኹ ኣነ። ላላ ኣነ እሞ ይምልሰልካ እኮ ኣለኹ ሳምሶም። እሞ ከምዚ ጌርና ከመይ ጌርና ክንፍንዎ ምኪኤለ። ኣነ ዋእ እሞ ብሕብሪ ኢኻ ሓሳባትካ ትገልጽ ኢልካ እሞ ብሕብሪ እይምልሰይ ኣለኹ እንዴ እምልሰልካ እኮ ኣለኹ ሳምሶም። ዊን ጠሪሽካ ትምልስ የለኻን እንድሕር ኢልካኒ ኣነ ተዳልየ ኩሉ ነገራተይ እየ መፅየ ትምልስ የለኻን ኣነ ሕጂ ምናልባት ከምዚ ኢለ ከይክሓተካ ይኽእል እየ ምኽንያቱ ሙስገራ ዝሐቶ ካልእ ብሕብሪ ሕቶ ዲኻ እንተልዩ ሓሳባትካ ትገልጽ ዋላ ብኻልእ ኣነ ዝፈልጦ ነገር የብለይን ትብለኒ እንድኻ ኢለካ ዘለኻ እየ ብሕብሪ ኢኻ ሓሳባትካ ትገልጽ ከመይ ጌርካ ፎር ግራንትድ ትወስዶ ኣነ ብሕብሪ ጥራሕ ሓሳባተይ ከም ዝገልጽ ሰብ እንድየ ከምዚ ኩሉ ሰብ ን ሓሳቡ ሰብ እስኻ ጋዜጠኛ እኻ ብፒሮን ብቃላትን ጥራሕ ድኻ ሓሳብካ ትገልጽ ሳምሶም ቀባኣይ ከኣ ስለ ዝኾንኩስ ብሕብሪ ጥራሕ እኻ ኢልካ ሃስየ ከመቢልካ እንድያ ኣነ
ካልእ ሕቶታት ተልዩካ እምበሪ ክንቅይሮ ምክንያቱ ኩለን እውን ደስ ኣይበላኻን ስለ ዘለዎ ኣብቲ ሕቶታት ወይ ግዜ ዲና ክንቅይር ታይ ኢና ክንገብር ንቅይረን ኣነ ግን ሕጂ ዘን ሕቶታት ዚኤንስ ብኢደ ዋኒነይ ክቅይረን ሳምሶም ኣይክእልን እየ።
ኣይትቀይር ዘሎ ሕቶ ዝበልካዮ እሞ ንኩሉ ነግ ኣይትምልሰለይን ኢካ ደለካ ምኪኤለ እዋ ኣይትምልሰለይን ኢካ ደለካ ብሕብሪ ብሕብሪ ኢካ ኣይኮንኩን ሓሳባትካ ትገልጽ ኢልካ ብሕብሪ ሓሳባተይ ይገልጽ እየ ዝበልኩሉ ግዜ ከኣ ንገረኒ ኢልካ እኮ እዩ ዝበለካ ሰብ የለን ኣብኡ እንዳ ከትሓተኒ እንዳ ኢልካ ከዘለካ ኣይኮንኩን ኢለካ ትሓተኒ ኣነ። ዶ ኣለካ ብሕብሪ ዶ ኢልካ ሳምሶም ሓቀ